ኣቦይ መሬት ጓሉ ኩሓሊ ሰኣሊኣ ንሳ ዓንጋሊት ወዴና ንሱ ኣቡኣ እንታይ ደኣ ኣንታ እቲ ቆሪጽካ እትህበኒ ኢድካ ዘይናይ ኢዱ ኢዱ ዶ ዘርግሐ ኣብ ክንዲ ቁራስ ባርኾት ተገርፎ ዶ ተጠብሐ ብነዊቱ ምስ ቁመቱ ምስ ሓይሉ ዶ ኣብሮኸ ኢዶም ዓቐብ ናይ ጸገዴ ቁልቁል መዘጋ ዝወረደ ብርክኻ ኣብ ኩርናም ባይታ ተዓጺፉ ናብ ከብዲ ለጊቡ ተደፊእኻ ዶ በኸኻ ተጋጊኻ ዋየ ዋየ ዋየ እተን ምሽዋይ መሸላ ምስጋን ዒልቦ ዘቋመታ ኣዒንትኻ ንመጽዋት ዶ ተሃንቀዋ ብቐትሩ ጸልመተን ብንብዓት በደል ደኸማ

ፍሽኽ ነውሮም ዶ ኾኑ እስናንካ ሕሩም ሕሩም ሕሩመይ ከይስሕቕ ኢልካ ዶ በኽኻ ደቁ ሽዕም ፍዝው ከብል ዶ ናፊቑ ከንፈርካ ደሪቑ ብቑሪ ብንፋስ ብቐንፈዘው ሓሚቑ ወዝካ ጸምሊዉ መዲዉ መልኣኹ ሃዲሙ የለኻን የለኻን የለኻን የለን ከም ቀደሙ ንዛንታኻ ክሰምዑ እቱ ኣንደበትካ እህህ ከም ዘይበልሉ ምስ ግዜ ተዛሪቦም ዶ ተጓጠጥሉ እህ ወዝቢ ወዝቢ ዓሕምባሕ እንተ ሰማዕኻ ኣብ ለማልም ወልቃይት ሸኻ ናይ ዓድኻ ቅጅል ምልስ ኪድ ዶ ይብላኻ ወዮ ናሓኻ ጥሪትካ ኣብ ጉየ ተጓየ እቲ ቀይሕ ወድኻ መርድእ ዶ ትሓስብ ኣብ ድሕሪ ደሃዩ ምስ ሰኣንካዮም ቅድሜኻ ደኒንካ ዶ ቀረኻ እህህ እህህ ታካ በዓል ዓዲ በዓል ዓውዲ ዳስ ተዳስዩልካ ተሓዚኑልካ ደኣ ተኣዊልካ ከምዛ ትግራይ ብዓባያ ዓምዱ ዝወደቆ ጎጆ ሰማይ ናሕሱ በዓቲ መንገዱ ሕጅን ሰብን ደገ የብሉ ውሽጢ ናይ ገዛ በረካ እዙ ርዋ ርዋ ንፀሓይ እናቢርዋ ንቁሪ ኣይከልከሎ ንንፋስ ኣይከልከዖ እዙይ ዶ ግባሮ ጋዕሮ። እንዳኻ ግን እንዳ ኔሩ እንዳ ኣሽሓት ምስ ካይ ኣናግዲ ምዕራፎ ድኹማት ቤተይ ትብሎ ብርሑቁ ሪኢኻ እንዳ ቦኸንኻ እንዳ መጨባ ማይካ ዋየ ዋየ ኣወምዑትካ ዶ ተጣልዑ ኣብ ከርስኻ ተባልዑ ኣብ ቁስልኻ ጠጥዑ ዋየ ዋየ ምዕራብ እንታይ በዓል ኪዳን መንነት እንከሎኻ በጻብዕትኻ እናተኮሱ ኣብ ክብርኻ ዶ ተቃለሱ ሰብነትካ ተገፈፈ ኣብ ጥራሕ ዝባንካ ኣብ ሕፍረትካ ተወዳደሱ ኣብ ድኻምካ ኩርምትን ዕንቅርትን ኮኑ ንርሓብ ሃንደሱ ኣብ ተዝካርካ ጠዓሞም ኣብ ፍርሒ ቀበሩኻ ኣብ ሕልናኻ እናሻዕ ሞት ኣድገሱ ዋየ ዋየ ኣታ ሰማይ ኣታ ሰማዓይ ዶ ኣታ ይኣኽሎ እንዶ ስቃየ

ናተይ ዝበልካዮ ይገድድ በላዒኻ ንሙዉት ቀታሊ ሽሕ ግዜ ዝጠለመ እቱ ዝራርኻዮን ዘዕበኻዮንስ እንካ ሸይጣን ከብዱ ኣምኪንዎ ንባህልኻ ኣይቀደሰን ዉሉድካ ምዉኻል ዊሊ ሓንቲ ግዜ ፈጢሩ እዚ እንተስማዓካ ፍሽኽ ዶ ትብል ከብደይ ይኽኣሎ ኢልካ እንታ ስሕቅ እኳ እናጠመኻ ተጋጊኻ ግንሲ ክህብ ዝነደየ ተመንዲቡ ጠመየ ድዩ ክበሃለልካ ዘይወሶ ድዩ ኮነን እንካ ምውዳእ ኣቢኻ ከለካ ንሱ እባ ከመይ ኢሉ ክሓጦ ጎሮሮ በኪ እታ ህጻን ውላድ ህድማ ህድማ ከመይ ውሓዶ ከመይ ውረዶ ጋዶ ከመይ ግን እቲ ሞይተ ጥኒ ንመቓብር ሞት ብኻራ ትወግኡ ሬስኡ ክተድኒ ዊለይ። እኽሊ ከቓብካ እንተነጥበኳ እነይ ጠምያ ዝብሃል ገዲዱ ክፋሓስ እናረኣኻያ ከመይ ካብ ኣፋ ይምንጠል በደል። ኣቦይ መሬት ጓሉ ጉሓሊ ሰኣሊኣ ንሳ ዓንጋሊት ወዴና ንሱ ኣቦኣ ዘይናይ ኣቦታቱ ገጽ ጓሉ ዝተኸልአ ገጽ ዝወለዳ ኣእዳዉ ተሞቒሖም ምድራ ከይለክፍ ንሕፍኒ ሓመዳ ምዕራበታይ ምዕራበታይ ኣንታ ኢሮበታይ ኩርኳሕ ማእሱ ቶይ ወጋሕ ለይቱ ሞይቱ እኮ ከየዕርፍ ዘይእለቡ ቀስቀሱ ምዕራበታይ ተጋዳላይ በኹርኻ ኣብ ግንባር ንስኻ ኣብ ምንባር ምዕራበታይ ውጹዕ ሓላይ ዝሰኣነ ውቑዕ ካብ ኣብራኽካ ዶ ገድልኻ ወሰዱ ካብ መቓብር ወድኻ ካብ ጉድጓዱ ዋየ ዋየ ኣብ ቃንዛኻ ቁስልኻ ዘይኽወል ኣውያት እህህ እናበልካስ ውሕጅ ዶ ኣይኮነን ትንብዓት ምዕራበታይ ምዕራበታይ ምዕራበታይ ስጋ ለበስ ሕቶ ሕቶ እቶም ዘይደቀሱ ሕቶ እቶም ዘይተመለሱ ምዕራበታይ ኣብ ጽላል ሰብነት ትጽንበር ዶ ትኾን ኣብ ናይ ፍትሒ ከተማ ምዕራበታይ ሕቶ ባዕልኻ ወላስ ዓደይ ትብሎ ንዝጥዑም ስማ